ናይ ሞባይልካ ባትሪ ዘሸግረካ ተኾይኑ ሓዳሽ ቴሌፎን ቅድሚ ምግዛእኻ ቅድም ኖም ሴቲንግስ ቀይርካዮም ከም ዘለካ ኣረጋግጽ። ሰላም ተኻልቲ ሃብታብ ቴክ ኣካዳሚ ሎማዓንቲ ብዛዕባ ባትሪ ክንዛረብ ኢና። መቸም መብዛሕትና ሞባይልና ካብ ኢድና ኣይትፍለን እያ። ጌና እኳ ርዝኪ ከይኮነ ከሎ ድማ ባትሪ ሎው ኢላትና ኣላ። እዚ እተፈላለየ ሴቲንግስ ብምቕያር ድማ ሞባይልና ባትሪ ሙሉእ መዓልቲ ከም ዝውዕል ክንገብር ንኽእል ኢና። So እዛ ቪድዮ እዚኣ ክልተ ነገር ክንዛረብ ኢና። ቀዳማይ ክንቅይሮም ዘለና ሴቲንግስ ክንውልዖምን ክነጥፍኦምን ዘለና ማለት እዩ። ኣብ ሞባይልና ዝኾነ ዓይነት ኣፕሊኬሽን ኣይከነውርድ ኢና ወይ እውን ኣይከድልየናን እዩ። ካልኣይ ንዛረበሉ ነገር ድማ ናይ ቻርጂንግ ሃቢትስ እዩ። እዚ ክብል ከሎ ከዓ ሞባይልና ቻርጅ ክንገብራ ከለና ብዙሕ ክሳብ 100 ፐርሰንት ቻርጅ እቲ ወራ ቻርጅ እቲ ካየት ሕደር ገለ ድብል ኣብ ዝተፈላለየ ማሕበራዊ መራኸቢታት ንርኢ ንኸውን ግን መብዛሕትኦም እዚኦም እዚ ሓደሽቲ ሊቲየም ባትሪስ ናይዞም ሞባይል ቅኑዕ ኣይኮነን ስለዚ ሳብስክራይብ ምግባር ኣይትረስዑ እዛ ቪድዮ ክሳብ መወዳእታ ተኸታተልዋ ዝኾነ ሕቶታት ኣለኩም ከዓ ሕጂ እውን ኣብ ኮመንት ግደፉልና ብድተኻእለና ኣብ ቪድዮ መልክዕ ብድሓፀረ ግዜ ምልሶ ኢና ሰው ናብ ቪድዮና ነብ ቀዳመይቲ ንቐይራ ሴቲንግስ ብዛዕባ ዲስፕሌይ ንኽናዮ ናይ ሞባይልና ዲስፕሌይ ኣብ ሞባይልና ዘሎ እቲ ስክሪን ወይ እቲ ዲስፕሌይ ድማ ድበዝሕዋ ትርዎ ስዲ ሞባይል ስለ ዝተፈላለዩ ሴቲንግስ ብምቕያር እዞም ቁቁሩብ ሴቲንግስ ተቐይሮም ተኣኻኺቦም ዝነውሐ ግዜ ዋትርና ክፀንሕ ኣዝዮም ክጠቕሙና ክእሉ እዮም ሶ በታ ቀዳመይቲ ንጀምር እታ ቀዳመይቲ ኣዳፕቲቭ ብራይትነስ እያ ትብል ብራይትነስ ናይ ሞባይልና ሓደ ሓደ ግዜ ሓንሳእ ሙሉእ ንመልኦ እሞ ስቕ ኢልና ከምኡ ከላ ክንጥቀመላ ንውዕል እዚ ድማ ሓደ ካብቶም ቀንዲ ባትሪ ድውድ እዩ ኣብ ሞባይል ናይ ኩላህና ስፔሻሊ ናብ መዓንቲ ብዛዕባ ኣንድሮይድ ቴሌፎናት ኢና ክንዛረብ ኣዳፕቲቭ ብራይትነስ ዝብል ኣሎ ኣዳፕቲቭ ብራይትነስ እዚ ድማ ምስቲ ደለኻዮ ከባቢ ፅልምት ኢሉ ተኮይኑ ብራይትነስ ናትካ ጉድል ብርህ ድበለ ድማ ባዕላ ብራይትነስ ትውስኽ ከምዚ ምግባር ከዓ ባትርና ሴቭ ገብረልና ክእል እዩ

ስክሪን ታይም ኣውት እያ ትብል ሶ ስክሪን ታይም ኣውት ንብሎ እንታይ እዩ ሞባይልና ደይ ንጥቀመላ ከለና ክሳብ ክንደይ ግዜ ትፀንሕ ንጥቀመላ ንፀንሕ እታ ሞባይል ኣቐምጥ ምስ ኣበልናያ ተወሊዓ ነዊሕ ግዜ ትፀንሕ ከባቢ ክልተ ሰስተ ደቂ ድሕሪ ትፀንሓላ ባትርና ብጣዕሚ እዩ ድሬን ዝገብሩ ስለዚ ነዚ ክንቅይሮ ኣብዛ ዲስፕሌይና ሕጂ እውን ዘለና ንታሕቲ ውርድ ኢልና ስክሪን ታይም ኣውት ትብል ኣላ ስክሪን ታይም ኣውት ኣብኡ ኣቲና ናብ ሰላሳ ሰከንድ ወይ እውን ዓሰርተ ሓሙሽተ ሰከንድ ክንገብሮ ንኽእል ኢና። ብፍላይ ሞባይልና ድሕር ባትሪ ተሸግርና ኮይና ዓሰርተ ሓሙሽተ ሰከንድ ክንገብሮ ንኽእል ኢና። እዚ ከኣ ኣብ ውሽጢ ዓሰርተ ሓሙሽተ ሰከንድ ደይንጥቀመላ ምስ ንህሉ እታ ሞባይል ባዕላ እቲ ስክሪን ክትጠፍእ እዩ። ብዛዕባ እቲ ናትና ዲስፕለይ ወይ ስክሪን ከኣ ሓንቲ ሳልሰይቲ ነገር ክንዛረብ ኢና። እዚኣ ከኣ Always On Display ትብል እያ። እዛ Always On Display ትብል ከነጥፍኣ ኣለና። Always On Display እንታይ ማለት እዩ? ሞባይልና ጠፊኣ ከላ እቲ ቁጽርታት፣ ሰዓት፣ ዕለት ገለ ስቲል ተወሊዑ ዝጸንሕ። እዚ ከኣ ባትሪ በብቑሩብ ድረይን ይገብረልና እዩ። ስለዚ ነዚኣ ከመይ ጌርና ነጥፍኣ ድማ ንርኣ። ሕጂ ክምለስ እየ ናብታ ሴቲንግስ፣ እታ ሴቲንግስ ክፍት ምስ ኣበልኩዋ እዚኣ እያ ትመጸኒ። ንታሕቲ ውርድ ኢለ Lock Screen and AOD ዝብል ኣሎ፣ Lock Screen and AOD ኣብኣ ኣትየ እዛ Always On Display ትርእይዋ ኣለኹም ተወሊዓ ኣላ፣ ንዓ ድማ ከነጥፍኣ ኢና። ስለዚ እዛ Always On Display ኣጥፊኤያ ኣለኹ። ስለዚ እታ ቀዳመይቲ ሰብ ብዛዕባ ዲስፕለይ ናህና ወዲእና ኣለና። እዘን ሰለስተ ነገራት ምግባር እቲ ዲስፕለይ ናህና ዝወሓደ ባትሪ ክወስድ ይኽእል እዩ። ናብ መበል ካልኣይቲ ከኣ ናብ Apps ወይ ድማ እንታይ እዩ ኣየናይ ኣፕሊኬሽን እዩ ብሓቂ ብዙሕ ባትሪ ዝወስደና ዘሎ ክንርኢ ኢና። እዚ ድማ ንምንታይ እዩ ገለገለ ኣፕሊኬሽናት ባክግራውንድ ራን ይገብር እዩ ባክግራውንድ ራን ይገብር ክንብል ከለና ንሕና ደይ ንጥቀመሉ ከለና ኣብታ ሞባይልና ብድሕሪት ኮይኑ ይሰርሕ እሞ ባትርና ድሬን ገብረልና ይኽእል እዩ እዚ ድማ ኣብ መብዛሕተን ኣፕሊኬሽናት ኣገዳሲ ይኮነ ወይ ንዓና ኣየድልየና እዩ ስለዚ ነዚ ከመይ ርና ንጥፎ ፕላስ ኣይነት ኣፕሊኬሽን ድማ ዝያዳ ባትሪ ትወስድ ኣላ ከመይ ርና ንፈልጥ ክንርኢ ኢና ሰው ዲኻ ቀዳመይቲ ንገብራ ነገር ምልስ ኢልና ናብ ባትሪ ናብዛ ባትሪ ትብል ምስ ኣተና ኣብዚ ናተይ ከም ትሪእዎ ዘለኹም ሰለስተ ዝተፈላለያ ኣፕሊኬሽናት ክመፅኣ እየን ኣብዚ ከዓ ስክሪን ካፕቸር ጉግል ፕሌይ ሰርቪስ ዝገድብላ ኣሎ ግን እዛ ሞባይል ዴይሊ ሞባይል እየ ስለደይኮነ እንታይ ጥቀመላ ናይ ብዝሒስ ብዙሕ ኣፕሊኬሽናት እውን የለን ኣብ ናይ መብዛሕትና ኣፕሊኬሽን ግን እቲ ዋትሳፕ ቲክቶክን ካልእን ብብዝሒ እንጥቀመሉ ብምሉእ ብዝለዓሊ እዩ ክመፅእ ካብዚ ወፃኢ ካብተን ቀንዲ ንጥቀመለን እተን ቀንዲ ባትሪ ዝወስዳ ዘለዋ ኣፕሊኬሽናት ንርእየን ደየድልያና ተኮይነን ንድምሰን ኣድልያና ተኾይነን ግን እቲ ባክግራውንድ ወይ ብድሕሪት ንሕና ደይ ንጥቀምለን ከለና ራን ንገብሮ ወይ ጥቀማሉ ከነጉድሎ ወይ ረስትሪክት ንገብሮ ንኽእል ኢና ስለዚ ኣብዚኣ መጺእና ምስ ረኣናየን እተን ኣፕሊኬሽናት ዓይነይቲ ኣፕሊኬሽን እያ ብጃራ ባትሪ ትወዘልና ደላ ነተን ኣፕሊኬሽን ምልስ ኢልና ናብ ሴቲንግስ ንኣቱ እሞ ናብ ሴቲንግስ ዝነበርናዮ ፔጅ ተመሊሰ ኣለኹ ኣፕስ ኣቴ እተደለኹ ኣፕሊኬሽን መርጽ ንኣብነት ንታሕቲ ብዚኣ ውርድ ኢለ ሓንቲ ብሎክ ብላስ ዝብል ጌም ኣላ ንዓ መሪጸ ኣለኹ ኣብዚኣ ምስ መረጽኩዋ ባትሪ ክመርጽ እየ። ነቲ ኣፕሊኬሽን መሪጸ ኣብታ ውሽጢ ኣፕሊኬሽን ተኣተኹ ባትሪ ክመርጽ እየ። ኣብዚ ድማ ከም ትሪእዎ ዘለኹም Unrestricted Optimize and Restricted ድብል ሰለስተ ምርጫ ኣለና። እታ ኣፕሊኬሽን ክሳብ ክንዲ ምንታይ ራን ክገብር ይፍቀደላ እዮም ዝውስኑ። So Unrestricted ተይልናያ እታ ኣፕሊኬሽን ከም ድላያ ባግራውንድ ራን ክትገብር ትኽእል እያ እዚ ከኣ ንባትርና ሃሳዪ ክኸውን ይኽእል እዩ። Optimize ተይልናያ እቲ ማእከላይ እዩ። Restricted ግን ንገብራ። ብፍላይ እተን ኣፕሊኬሽናት ኖርማል ኣፕሊኬሽንስ ጌምስን ካልእን ክኸውን ከሎ Restricted ንገብሮ። ረስትሪክትድ ተገይርናዮ እቲ ብድሕሪ ትራንስፈር ይገብር ባተርና ኣዝዩ ሴቭ ክንገብር ክጠቕመና ይኽእል እዩ። ስለዚ እዛ ቀዳመይቲ ስቴፕ ብዛዕባ ዲስፕለይ ርኢና ካሊእቲ ካብ ብዛዕባ ኣፕሊኬሽናት ኣብ ባተሪ ኣቲና ባትሪ ዩዜጅ ዝብል ኣቲና ግን ኣብ በበይነ ሞባይል ቁሩብ ፍልልይ ክህልዎ ይኽእል እዩ ኣበይ ይርከብ እቲ ሴቲንግስ ብልክዕ ግን እቲ ሓሳብ እሱ እዩ ሶ ኣብታ ባትሪ ምስ ኣተና ባትሪ ዩዜጅ ኣቲና ኣየኖት ኣፕሊኬሽን ዝያዳ ይወሰና ኣለዋ ንርኤን ደየድልያና ተኾይነን ድምሰን ኣድልያና ተኾይነን ድማ ኣብቲ ኣፕስ ከይድና እታ ባትሪ ትወስድ ዘላ ኣፕሊኬሽን ብምምራፅ እቲ ባክግራውንድ ዩዜጅ ድማ ረስትሪክት ንገብራ ባትሪ ኢልና ረስትሪክትድ ንመርፅ ኣንረስትሪክትድ ኦፕቲማይዝ ኣንረስትሪክትድ ድብል ክመፃና እየን ረስትሪክትድ ድብል ብምምራፅ እቲ ባክግራውንድ ዩዜጅ ንድርቶ ኣለና ስለዚ ባትሪ ሴቭ ንገብር ኣዝዮ ጠቕመና ይኽእል እዩ ሰው ዘይም ምንጓር ጥራሕ ባትሪና ኣዝዩ ዝነውሖ ክፀንሕ ይኽእል እዩ ካልእ ክንገብሮ ንኽእል ኦብስሊ ባትሪ ሴቨር እዩ

ዝያዳ ባትሪ ይቑጥበልና ምኽንያቱ እቲ ዳርክ ሞድ ባትሪ ኣይወስድን እዩ ወይ እቲ ጸሊም ሕብሪ ኣብ ስክሪንና ባትሪ ኣይውድእን እዩ ነዚ ድማ ከመይ ጌርና ንገብሮ ንርኣ እዚኣ ከኣ ኣብ ሴቲንግስ ሕጂ ውን ኣትየ ኣብ ዲስፕለይ ኣትየ ሓንቲ ካብተን ንላዕሊ ድመጻኒ እያ ላይት ሞድ ትብል ኣላ ላይት ሞድ ተጌራ ከም ትሪእዎ ዘለኹም እቲ ስክሪን ባግራውንድ ናተይ ብሙሉኡ ጻዕዳ ኮይኑ ኣሎ ጻዕዳ እንተኾይኑ ከኣ ዝያዳ ባትሪ ድሬን ይገብር እዩ ምኽንያቱ እቲ ፒክስልስ ተወሊዑ ኣሎ ድሕሪ ዳርክ ሞድ ጌረያ ግን እቲ ፒክስል ስለ ዝጠፍእ ዝወሓደ ባትሪ ክውድኣልና እዩ ስለዚ ዲስፕለይ ቀይርና ዘየድልያ ኣፕሊኬሽናት ሬስትሪክት ጌርናየን ወይ እውን ደምሲስናየን ካልኣይ ፓወር ሴቨር ሞድ ወሊዕና ኤንድ ዳርክ ሞድ ጌርናዮ በዚ መገዲ ከዓ ሞባይልና ሙሉ መዓልቲ ክትፀንሕ ኣዝዩ ክጠቕመና እዩ ናው ካብዚኣ ቀፂልና ብዛዕባ ቻርጅን ክንዛረብ ኢና ናይ ቻርጅን ክንመፅእ ከለና ብጣዕሚ ዝተፈላለየ ነገራት ንሰምዕ እንከው ንኽእል ኢና ኣብነት ሞባይልካ ቻርጅ እቲኻያ ኣይትሕደር ባትራኻ ከባላሽወልካ እዩ ድብል እዚ ግን ኣብ ናይ ቀደም ሞባይላት ሓቂ ነይሩ ኣብዚ ሓድሽ ሊትየም ባትሪ ግን ሞባይልና ቻርጅ እቲናያ ክንሓድር ከለና እቲ ደድልያ ምስ መልአት ቻርጅ ምግባር ተቋርጽ እያ። ስለዚ ቻርጅ እቲናያ ኣብ ምሕዳርና ዝኾነ ጽልዋ ኣብ ባትርና ኣይክህልዎን እዩ። እንታይ ደኣ ጽልዋ ኣለዎ እንተይልና ምርሳን ሙቐት ወይ ትረስኒ እዩ ንባትሪ ናይ ሞባይልና ኣዝዩ ደሃስዮ። ስለዚ ኣብ ድኾነ ጸሓይ ወይ ትሕቲ መተርኣስና ጌርና ኣብ ኣዝዩ ሙቕ ድበለ ቦታ ቻርጅ ክንገብረ እንከለና ነቲ ባትሪ ናህና ድግረይድ ገብሮ ወይም ከእርጎ ይኽእል እዩ ካልእ myth ወይ ውን ኣብ ናይ ቀደም ሞባይላ ትሓከ ትኮን ትኽእል ነበረት ኣብ ናይ ሕጂ ግን ብዙሕ ለውጢ ለይብሉ ነገር ታዩ ሞባይልካ ዜሮ ምስ በጽሐት ቻርጅ ግበራ ዝብል ማትዩ ሞባይልና ዜሮ ክትበጽሕ ምጽባይ ኣየድልየናን እዩ ምክንያቱ ኣብ ናይ ቀደም ሞባይላት ወይ ቅድሚ ሕጂ ዝነበራ ጀነሬሽን ሊትየም ባትሪ ዝተባህለ ደይጥቀማ ዝነበራ ሓቂ ነይሩ ኣብዘን ናይ ሕጂ ሊትየም ባትሪ ዝጥቀማ ሞባይላት ግን they prefer ዝወሓደ ንእሽ ዝበለ ቻርጅ ስለዚ ቻርጅ እናገበርናያ ዜሮ ከየብጻሕናያ ክንከይድ ድሓሸ እዩ። ናይ መወዳእታ ንዛረበላ ከኣ ኣብዘን ልግቲኤን ባቹይስ ካብ ዕስራ ፐርሰንት ክሳብ ሰማንያ ፐርሰንት ተሒዝናያ ሞባይልና ድሓሸ እዩ እዚ ግን ኣዝዩ ዓቢ ጽልዋ ደለዎም ናይ ዋትርና ዕድመን ካልእን ኣይኮነን ብተቃልና ካብ ዕስራ ክሳብ ሰማንያ ፐርሰንት ተሒዝናያ ድሓሸ እዩ ስለዚ ሎማዓንቲ እዚኤን ኩለን ሴቲንግስ ብምቅይያር ናይ ሞባይልና ባትሪ ሙሉ መዓልቲ ከም ዝጸንሕ ክንገብሮ ንክእል ኢና እዚኤን ኩለን ሴቲንግስ ቅድሚ ሕጂ ኣብ ሓንቲ ፐርሰናል ተሌፎን ናተይ ፈቲነየን ነይረ ኩለን ተወሊዐን ከለዋ ን ኩለን ጠፊኤን ከለዋን ኣዝዩ ዓቢ ለውጢ ነይርዋ ኩለን ተወሊዐን ከለዋ ባይ ቱ ትሪ ኦክሎክ ሰዓት ክልተ ሰለስተ ክከውን ከሎ እታ ሞባይል ኦረዲ ሎው ባትሪ ትብል ነይራ